ሰላም ጥዕና ሃበለይ ዝኸበርኩም ተኸታተልቲ ዲደብሊው ኢንተርናሽናል ዕለታዊ ዜና እንሆ። ግፍዕታት ጸላኢ ሕዚ እውን ቀጺሉ ኣሎ። ወተሃደራት ፋሽስቲ ኣብዪ ኣሕመድን ሰራዊት ውልቀ መላኺ ኢሳያስ ኣፈወርቅን ሰላሳን ሓደን ሰላማውያን መናእሰይ ረሽኖም ኣለዉ። እዞም ክልቲኦም ጸላእቲ ኣብ ከተማ ሰለኽለኻ ብዕለት 21 22 መጋቢት 2013 ዓ ም ምንም ገበን ዘይብሎም ሰላሳን ሓደን መናእሰይ ብግፍዒ ከምዝረሸኑ ምንጭታትና ሓቢሮም ኣለው። ብኻሊእ ወገን ወተሃደራት ፋሽስቲ ኣብይ ኣሕመድ ኣብ ወረዳ ታሕታይ ማጨው ጣብያ ሓዱሽ ዓዲ፣ ማይ ዓፅሚ ዝተብሃለ ዓድን ቁሸት ሓምበራን መንበሪ ገዛውቲ ሓረስቶት ብኣልማሚት ከምዘቃፀሉ እቲ ዝረኸብናዮ ሓበሬታ ኣመላኺቱ ኣሎ። እዚ ከምዚ ኢሉ እናሃለወ ወተሃደራት ፋሽስቲ ኣብይ ኣሕመድን ሰራዊት ውልቀ መላኺ ኢሳያስ ኣፍወርቅን ኣብ ወረዳ ዓዴት ጣብያ ዓዲ ሑጻ ከተማ ዕዳጋ በርሀ ንሓገዝ ዝመጸ ኣእኻል እናጸዓኑ ይወስዱ ከምዘለዉ ንምፍላጥ ተኻኢሉ ኣሎ። ወተሃደራት ፋሽስቲ ኣብይ ኣሕመድ ተስፋሕፋሕቲ ሓይልታት ትምክሕቲ ኣምሓራን ባዕዳዊ ሰራዊት ውልቀ መላኺ ኢሳያስ ኣፍወርቅን ኣብ ትግራይ ዘስካሕክሕ ግፍዕታት ከምዝፈጸሙን ሕዚ እውን እናፈፀሙ ከምዝኾኑን ዝፍለጥ እዩ። ወተሃደራት ፋሽስቲ ኣብይ ኣሕመድ ኣብ ዞባ ሰሜን ምዕራብ ትግራይ ፍሉይ ሽሙ ማሕበረ ዴጎ ዝተብሃለ ቦታ ኣብ ልዕሊ ሰላማውያን ሰባት ዝፈፀምዎ ኣረመኔያዊ ጨፍጫፍ መዘራረቢ መራኸቢ ሓፋሽ ዓለምና ኮይኑ ኣሎ። ቴሌቪዥን ሲኤንኤን ኣብዚ ጉዳይ ዘዋደዶ ፀብፃብ ከም ዝስዕብ ክነቕርበልኩም ኢና። ወታደራዊ ክዳን ሰራዊት ኢትዮጵያ ብዝተኸደኑ ወታደራት ኣብ ጥቓ ከተማ ማህበረ ደጎ ሰላማውያን ሰባት እንትርሽኑ ይረኣዩ። እዚ ምስላዊ መረዳእታ ወታደራት ኢትዮጵያ ገበናት ኩናት እንትፍጽሙ እዩ ዝሕብር ዝበለት ጋዜጠኛ ሴኔን፣ እዚ ገበን ድማ ካብቶም ወታደራት ፋሽስት ኣብይ ኣሕመድ፣ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ሓይልታት ትምክሕቲ ኣምሓራን ኣብ ትግራይ ዝፍጽምዎ ቅትለት ብኣሽሓት ዝቑጸሩ ሰላማውያን ሰባት ጾታዊ መጥቃዕትን ካልኦት ጥቕዓትን ሓደ ጥራሕ ከም ዘይኮነ ገሊጻ። ቴሌቪዥን ሴኔን ኣብ ከባቢ ማህበረ ደጎ ብግፍዒ ወታደራት ናይ ዝተረሸኑ ሰላማውያን ሰባት ኣዝማድን ቤተሰብን ብምሕታት ዘዋደዶ ጸብጻብ ከም ዝሓበሮ ነቶም ሰባት ንምቕታል ምኽንያት ዝኸውን ዋላ ሓደ ሰበብ ኣይነበረን። ኣብቲ ከባቢ ወታደራዊ ምንቅስቓስ ኾነ ህላወ ምልሻታት ትግራይ ኣይተረኣየን። ዳዊት ዘተባሃለ ወዲ ማህበረ ደጎ ኣብ ከተማ ኣክሱም ኣብ ዝሃቦ ቃለ መሕተት

ግዳያት እዚ ጨፍጫፍ ዝኾኑ እዞም ሰላማውያን ሰባት ካብ ማህበረ ደጎን ከባቢኣን ከካብ ገዝኦም ተወሲዶም ከምዝተረሸኑን ደሓር ድማ ናብ ገደል ክጸድፉ ከምዝተገበረን ተፈሊጡ ኣሎ። ወታደራት ፋሽስት ኣብይ ኣሕመድ ኣብቲ ከባቢ ሰፊሮም ስለዘለው ነዞም ኣብ ዝሓለፈ ጥሪ ክልተ ሽሕን ዒስራን ሓደን ዓመተ ምህረት ዝተረሸኑ ወገናት ቤተሰቦም ሓመደ ኣዳም ከልብስዎም ኾነ ብንቡር ክቐብርዎም እውን ኣይከኣሉን።
ብተመሳሳሊ ብመሰረት ቢቢሲኣይ ዘካየዶ ምርመራ ብዙሓት ሰላማውያን ሰባት ብወተሃደራት ፋሽስቲ ኣብዪ ኣሕመድ ኣብ ከባቢ ከተማ ማሕበረ ዴጎ ብጅምላ ከም ዝተረሸኑ ኣረጋጊጹ ኣሎ። ኣብ ቀረባ እዋን ኣብ ማሕበራዊ ሚድያ ዝወፁ ተንቀሳቓሲ ምስልታት ስሩዕ ወተሃደራዊ ክዳንን ዕጥቅን ዝገበሩ ኣባላት ሰራዊት ፋሽስቲ ኣብዪ ከም ዝኾኑ ከም ዝተረጋገፀን ወተሃደራት ንሰላማውያን ሰባት ካብ ቀረባ ርሕቐት ብጥይት እናቐተልዎምን ናብ ገደል እናጽደፍዎምን የርኢ። እዚ ቕትለት ኣብ ከባቢ ከተማ ማሕበረ ድየጎ ከም ዝተፈጸመ ቢቢሲ ኣረጋጊጹ'ሎ። ሓደ ነባሪ ማሕበረ ድየጎ፣ ወተሃደራት ፋሽስቲ ኣብይ፣ ኣብ ወርሒ ጥሪ ንሰለስተ ኣዝማዱ ሓዊሱ ሰብዓን ሰለስተን ደቂ ተባዕትዮ ነበርቲ ከተማ ማሕበረ ድየጎን እቲ ከባብን ከም ዝወሰዱን ክሳብ ሎሚ ድማ ደሃይ እዞም ወገናት ከም ዘይብሎምን ሓቢሩ'ሎ። ካልእ ነባሪ ድማ ሓዉ ሓደ ካብቶም ኣብ ወርሒ ጥሪ ዕስት ክልተ ሽሕን ዕስራን ሓደን ዓመተ ምህረት ፈረንጂ ኣብ ጥቓ ከተማ ማሕበረ ዲጉ ብጅምላ ዝተረሸኑ ከም ዝኾነ ገሊጹ ኣሎ። ነቲ ቅትለት ዝፈጸሙ ወተሃደራት ቋንቋ ኣምሓርኛ ይዛረቡ ከም ዝነበሩ ሓደ ካብኣቶም ነዞም ሰባት ነጻ ክንገድፎም የብልናን ንሓደ እውን ይኹን ክንምሕር የብልናን ኢሉ እንትዛረብ ካልእ ወተሃደር ድማ ነዞም ሰባት ክንቀትሎም እንከለና ብቪድዮ ክንስእሎም ይግባእ እናበለ ተሰሚዑ ኣሎ። ሓደ ወተሃደር ድማ፣ ነዚኦምሲ ላምባ ኣምጺእኻ ምቅጻሎም ነይሩ፣ ከምኡ እንተ ንገብር ክንደይ መሐጐሰኒ እንትብል፣ ካልእ ንዕኡ ተቐቢሉ፣ ነዚ ኦም መቃጸሊ ዝኸውን ላምባ እንተ ዝህልወና ጽቡቕ ነይሩ፣ ልክዕ ከም ናይ ህንዲ ዝገብርዎ ጌርና መቃጸልናዮም ኔርና እናበለ ይስማዕ። ቢቢሲ ዘዘራረበን ላቲሻ ባደር ኣብ ትግራይ ኩሉ ዓይነት ምግሃስ ሰብኣዊ መሰላት ከም ዝተፈጸመ ድሕሪ ምግላጽ፣ ነዚ ኣብ ከባቢ ከተማ ማሕበረዴጎ ዝተፈጸመ መርሸንት ድማ ግሁድ ቕትለትን ዘሰንብድን ፍጻመ እዩ ብምባል ብገበን ኲናት ከም ዘሕትት ሓቢረን ኣለዋ። ብዘይካ ቢቢሲ ካልኦት ዓበይቲ ሚድያታት ዓለምና እውን ብዛዕባ እዚ ጨፍጫፍ ብስፍሓት እናጸብጸቡ ይርከቡ። እዚ ከምዚ ኢሉ እናሃለወ ሓያሎ ፖለቲከኛታት ዓለምና ነቲ ኣብ ጥቓ ማሕበረዴጎ ዝተፈጸመ መርሸንቲ ይኹንንዎ ኣለዉ። ሄለን ሃየንስ ዝተባህላ ኣባል ፓርላማ እንግሊዝ ብወገነን ኣብ ትግራይ ዝተፈፀሙ ግፍዕታት ብነፃ ኣካል ውድብ ሕቡራት ሃገራት ብቕልጡፍ ንኽፃረ ንቀዳማይ ሚኒስትር እንግሊዝ ደብዳበ ከምዝፀሓፋ ተፈሊጡ ኣሎ። መጻኢ ዕድል ህዝቢ ትግራይ ብድሌትን ሰናይ ፍቓድ ህዝቢ ትግራይ ጥራሕ ከም ዝውሰን ኣባል ኮሚቴ ፈጻሚት ስራሕ ህዝባዊ ወያነ ሓርነት ትግራይ ተጋድላይ ጌታቸው ረዳ ገሊጾም ኣለዉ። ተጋድላይ ጌታቸው ምስ ቴሌቪዥን ኣልጀዚራ ኣብ ዘካይድዎ ቃለ መሕትት ፋሽስቲ ኣብይ ኣሕመድ ባዕዳዊ ሰራዊት ውልቀ መላኺ ኢሳያስ ኣፍወርቂ ካብ ትግራይ ክወፅእ እዩ ድሕሪ ምባሉ እቲ ባዕዳዊ ሰራዊት ብበዝሒ ናብ ትግራይ እናኣተወ ከምዝኾነን ፋሽስቲ ኣብይ ድማ ብኣሽሓት ዝቑፀሩ ሰራዊቱ ከምዝተወደእም ሰራዊት ኢሳያስ መራሕቲ ህወሓት ከሃድን ዕማም ተዋሂብዎ ይንቀሳቐስ ከምዘሎን ሓቢሮም ኣለው። ብግልባጡ ግና እቲ ከሃድን ዝመፀ ዕሱብ ሰራዊት ብጅግና ሰራዊት ትግራይ ይህደን ከምዘሎ ወሲኾም ገሊፆም ኣለው። መፃኢ ዕድል ትግራይ እንታይ ይኸውን ተባሂሎም ዝተሓተቱ ተጋድላይ ጌታቸው፣ ህዝቢ ትግራይ ኣብዞም ዝሓለፉ ሓሙሽተ ኣዋርሕ ብፋሽስቲ ኣብይ ኣሕመድ ብዝተኣወጆ ኹናት ምፅናት ዓሌትን ከቢድ ጉድኣትን ከምዝወረዶን ድሕሪ እዚ ኹሉ መዓት ምስ ኢትዮጵያ ምንባር ይሕሸካ ኢሎም ምዝራብ ከምዝኸብዶምን ምስ ገለፁ ሕዚ ዝበለፀ መማረፂ ዝብልዎ ከምዝስዕብ ተዛሪቦም።
I would strongly ሐዚ ንዓይ ዝረኣየኒ ዝሐሸ መማረፂ ምናልባት እውን እቲ ዝበለፀ ምርጫ ናይ ባዕልካ ሃገር ምምስራት ክኸውን ይኽእል እዩ። ሐዚ ኣነ ኣብ ኣደባባይ ወፅየ ንህዝቢ ትግራይ ብዛዕባ ኢትዮጵያ ብዙሓት ፅቡቓት ነገራት ክዛረብ ኣይኽእልን። ኣብቶም ዝሓለፉ ሓሙሽተ ኣዋርሕ ከምዝረእናዮ ንሓደ ትግራዋይ ምስ ኢትዮጵያ ሓቢርካ ንምንባር ዝዕድም ዋላ ሓደ ዝተረፈ ነገር የለን።
ባዕዳዊ ስራዊት ውልቀ መላኺ ኢሳያስ ኣፍወርቂ ብቕልጡፍ ካብ ትግራይ ንክወጽእ ሃገራት ጉጅለ ሸውዓተን ሕብረት ኣውሮፓን ኣተሓሳሲቦም። ሚኒስትር ጉዳያት ወጻኢ ኣሜሪካ፣ ጀርመን፣ እንግሊዝ፣ ፈረንሳይ፣ ጣልያን፣ ጃፓን፣ ካናዳን ላዕለዋይ ተወካልን ሓላፊ ጉዳያት ወጻኢ ሕብረት ኣውሮፓን ኣብ ትግራይ ኣብ ልዕሊ ሰላማውያን ሰባት ዝተፈጸሙ ቅትለታት፣ ብኣልማሚት ዝተገብሩ ደብዳባት፣ ንተጋሩ ካብ መረበቶም ብኣስገዳድ ምፍንቓል፣ ጾታዊ መጥቃዕትን ንኤርትራውያን ስደተኛታት ምምዝባልን ኮኒኖም ኣለዉ። ኣብ ትግራይ ይፍጸሙ ዘለዉ ግፍዕታት፣ ግህሰት ሰብኣዊ መሰላት፣ ዓመጻትን ጥሕሰት ዓለምለኸ ሕጊ ሰብኣውነትን ኣዐርዩ ከምዘተሓሳሰቦም ትማሊ ኣብ ዘውጽእዎ ሓበራዊ መግለጺ ዘመላኽቱ እቶም ሚኒስትራት፣ እቱም ዝፍፀሙ ዘለው ግፍዕታት ብናፃን ዘይሻራውን ግልፅን መንገዲ ንክፃረዩን ነቲ ገበን ዝፈፀሙ ኣካላት ድማ ብሕጊ ንክሕተቱን ኣገንዚቦም ኣለው። ኣብ ትግራይ ብፍላይ ድማ ኣብ ማእኸላይን ምብራቓውን ከባብታት ትግራይ ዘሎ ዋሕዲ ምግቢ ከምዘተሓሳሰቦም ዝገለፁ እቶም ሚኒስትራት ኣብ ትግራይ ሰብኣዊ ሓገዝ ብህፁፅ ንክከፋፈል ዝምቹ ኩነታት ንክመዓራረ ተላብዮም እዮም። ባዕዳዊ ሰራዊት ውልቀ መላኺ ኢሳያስ ኣፍወርቂ ብቕልጡፍ ካብ ትግራይ ንኽወጽእ እውን ኣተሓሳሲቦም። ኣብ ዝተፈላለዩ ከባብታት ትግራይ ልዕሊ ሚእትን ሓምሳን ግፍዓዊ ጨፍጫፋት ከም ዝተፈጸሙ ጌንት ዝተብሃለ ዩኒቨርሲቲ ቤልጅየም ኣፍሊጡ ኣሎ። ዩኒቨርሲቲ ጌንት ዘካይዶ መጽናዕቲ ብምጽራሕ ደ ጋርዲያን ዝተብሃለ ማዕኸነ ዜና ከም ዝሓበሮ ወተሃደራት ፋሽስቲ ኣብይ ኣሕመድ ተስፋሕፋሕቲ ሓይልታት ትምክሕቲ ኣምሓራን ባዕዳዊ ሰራዊት ውልቀ መላኺ ኢሳያስ ኣፍወርቅን ኣብ ዝተፈላለዩ ከባብታት ትግራይ ልዕሊ ሚእትን ሓምሳን ጨፍጫፋት ፈጺሞም እዮም። ኣብዞም ጨፍጫፋት ብኣሽሓት ዝቑጸሩ ልዕሊ ቴስዓ ዓመት ዝኾኖም ወለድን ህጻናትን ዝርከብዎም ሰላማውያን ሰባት ብግፍዒ ከም ዝተቐተሉ እቲ ዜና ሓቢሩ'ሎ። እቲ መጽናዕቲ ንስድራ መወትቲ ብምዝርራብን ካልኦት ምንጭታት ብምውሳኽን ከምዝተዳለወ ተገሊጹ'ሎ። ካብቶም ብግፍዒ ዝተቐትሉ ወገናት ልዕሊ ቴስዓ ሚእታዊ ደቂ ተባዕትዮ ከምዝኾኑ ዝሓበረ'ቲ መጽናዕቲ፣ ኣብ ከተማ ሑሞራ ኣብ ውሽጢ ሰለስተ መዓልትታት ዝተረሸኑ ክልተ ሚእትን ሓምሳን ወገናት'ውን ኣካቲቱ'ሎ። ነቲ መጽናዕቲ ዘተሓባበሩ ፕሮፌሰር ጃን ኒሰን፣ ኣብ ትግራይ ንብዙሕ ዓመታት ከምዝሰርሑን ከምዝነበሩን ብምሕባር፣ መጽናዕቶም ከም ዝኽሪ ኲናት ከምዝሕሰብ ገሊጾም'ለው። እዞም ዝተቐትሉ ወገናት ክርስዑ የብሎምን። እዚ ገበን ኩናት ድማ ክጻር ኣለዎ። ንሕና መንነት ኩነታት ኣቀታትላን ግዳያት እዚ ግፍዒ ንዝኾኑ ሽሕን ትሽዓተ ሚእትን ሰባት ኢና ኣዳሊና። እዚ ድማ ነቲ ኣብ ትግራይ ዝተፈጸመ ግፍዒ ብውሱን መልክዕ ጥራሕ እዩ ዘርኢ። ካብዚ ዝገደዱ ሰላማውያን ሰባት ከምዝተቐተሉ ግና ንፈልጥ ኢና ከም ዝበሉ The Guardian ገሊጹ'ሎ። እምበኣርከስ ዝኸበርኩም ተመልከትና ንሎሚ ዘሓረናልኩም ዜናታት ነዚኦም ይመስሉ ነይሮም። ኣብ ካልኦት ዜናታት መሊስና ክንራኸብ ኢና። ክሳብ ሽዑ ሰላም፣ ትግራይ ትስዕር!